ቅርቅረ ልብ ወለድ ዛንታ ካልኣይ ክፋል። ምጭው እየ መስለኒ ኣብ ዓይኒ ሄዋን ክኣቱ ግዜ ይውሕስኒ ቆልዓ ከለኹ መዓባቡርተይ ብምስዓም ተውሳስ ከም ዘውጻያ ማማ ተዕልል ወዲ ዓሰርተ ሽዱሽተ ዓመት ተምሃራይ ዓስራይ ክፍሊ ከለኹ ኣብ ውዑይ ዕድመ ንእስነተይ ምስ ሳሌም ኣብ ታኼላ ፍቅራ ተሸሚመ ሳሌም ቀጣን ማእከላይ ቁመት ዝተዓደለት ፍረገጻ ክብብ ኢሉ ጸጉራ ሓውሲ ባንከር ኮይኑ ለይለይ ትብል ሄዋን እያ ነይራ ጠባያ ሓንቲ ካብተን ብውዓኤን ዝፍለጣ ተምሃሪት ድማ ኣነ ድማ በንጻሩ ሓፋር ኮይነ ምስ ጓል ኣንስተይቲ ምዕላል ኮነ ምዝራብ ከም መንደራጋሕ ዘፍርሃኒ ምስ ወዲ ውን እንተኾነ ርእሰ ምትእምማን ዝጎድለኒ ምስ ጓል ክዕልል ዘይፈቱ ዓይነት ኮተቴ እየ ነይረ። ኣብ ትምህርቲ ዝነበረኒ ተገዳስነት ልዑል ኮይኑ ካብቶም ወትሩ ብደረጃ ቤት ትምህርቲ ዝወዳደሩ ጎብለል ተምሃራይ ዓርቢ መዓልቲ ምንባራ ብፍጹም ኣይርስዓን እየ። ዕረፍቲ ኮይኑ ኣብ ትሕቲ ጽላል ገረብ ኮይነ ኢፌክቲቭ ባዮሎጂ ትብል መጽሓፍ የንብብ ነይረ። ሃንደበት ብድሕረይ ከም ጡጥ ዝል ምምስላሱ ኣጻብዕቲ ኣዒንተይ ከደነኒ ኣፍንጫይ እውን ንመዋእል ዘይርስዖ ምኡዝ ጨና ኣስሉኻ ማማ'ድኣ እንታይ ክትገብር መጺኣ ኢለ ሓሰብኩ። ኣብ ህይወተይ ብጀካ ናይ ማማ ልስሉሳት ኣጽብዕቲ ተንኪፈናኒ ኣይፈልጣን እየን። መን'የ? ድምጻ ኣሕፍስ ኣቢላ ሓተተት። ማማ? ኣድመጽኩ። ቀጢን ድምጺ ሄዋን ኪር ኪር ኢሉ ክስሕቕ ድማ ሰማዕኩ። ብሓይሊ ነቲ ዓሚቱኒ ዝነበረ ኣጻብዕት ኣምሰኣልኹዎ። ሳሌም እታ ካብ ክፍሊ ናብ ክፍሊ እናተናጠረት ጸለለል ትብል ኮይና ጽንሓትኒ። ዋይ ወዲ ማማስ ንበይንኻ ኢኻ። እናሰሓቐት ኣድመጸት። ኣነ ድማ ብድፍረታ ተገሪመ ካብ ሱቕ ኢለ ምዕዛብ ሓሊፈ። ቋል እኳ የብለኩ። ሳሌም ይበሃል ብክድኪ ትበለኒ እምበር ሓንቲ ነገር ክትሕግዘኒ ደሊ ነይረ በለትኒ ድሕሪ ሰላምታ። ኖ ጸገም የለን ክርዳኣ ዘላ ኢለ ሓሰብኩ። እተን ክልተ ኣዋልድ መሓዙተየን ትርእየን ኣለኻ? ምስእን ተኻቲዐ ኮይነ እየ። ብዛዕባ ምንታይ እዚኣ ተኻቲዐክን? ዓይኒ ዓይነ ምጥማት ኣሕፊሩኒ መሬት መሬት እናጠመትኩ ሓተትኳን። ንፍቕረ ሓቲተ ከርጉፆ እንድየ ኢለየን ሕፍር ከይበለት ከም ተራ ነገር ወሲዳ ሓበረትኒ። ንዓይ ግን ልበይ ዝፈንቀለ ዘረባ ነይሩ። ብሕፍረት ዝብሎ ጠፊኡኒ፣ ኪኖ ትምህርትን ፍቕርን ጓልን ኣይንተሃየን እዩ። ብጌጋ እውን ሓንቲ መዓልቲ ሓሲበሉ ኣይፈልጥን እየ። ኣእምሮይ ወትሩ ከመይ ኢለ ኣብ ፍቕሪ ቀዳማይ ወጺኤ ጎብለል ናይ ቤት ትምህርተይ ይስመ ጥራይ እዩ። ኖርማል እኮ እዩ። ሓደ ወርሒ ብሓንሳብ ንጅርር በቃ ኣይረፍዐን በቃ ኩሉ ኣቃሊሉ እዩ ቀሊል እዩ ንዓኣ ሓን ፅቡቕ ኣነ ሕራይ ኢለክስ እንታይ እዩ ክትረብሓ ንዓይ በልኩዋ ጌና መሬት መሬት እንዳጠመቱ ብሩር ካቴና ካቲም ብራችሊትኽ ገዝኣለየ ብጃኻ ተሓባበረኒ ፅግዕ ኢላ ዓይኒ ዓይነይ እናጠመተት ለመነትኒ ንዓኣ ፀወታ እኳ እንተነበረ ንዓ ግን ብስፍክፍታን ሕፍረትን ኣብ ፅፍረይ ክኣቱ ደልየ ነበርኩ ኣታ ፋራ ኣይትኹን ኣነ ጓል ከለኹ ዘይተሰከፍኩ ንስኻ ትስከፍ እዛ እንተጌርካለይ ኣነ እውን ገብረልካ ኣለኒ በለትኒ ቀመዝመዝ እናበለት ሕራይ ደሓን ብኹቱር ስክፍታን ሕፍረትን ክትከደልለይ ብምድላይ ከይሓሰብኩ ተሰማማዕኩ። ብፍላይ እታ ፋራ ትብል ቃል ጸላእኩዋ። ፋራ ከይበሃል ስራሕ ፋራታት ጀመርኩ። ብጣዕሚ እየ ዘመስግነካ ብጣዕሚ ስጋመማ ብጣዕሚ እየ ዘመስግነካ ሕጂ ከም ዝተደላደለና ጥራይ የኽነፈን ካብ ጽባሕ ጀሚርና እቲ ተዋስኦ ክንጅምሮ ኢና ቻው ኢላ ክምስምስ እናበለት ተፋነወትኒ። ከም ጽዕነት ጨው ተጻዒኑኒ ዝነበረ ስክፍታ ድማ ግፍፍ በለለይ። ሳሌም ቁሩብ ድሕሪ ምስጓም ግልብጥ ኢላ ልብ ወለድ ደዚኣ ምጽሓፍካ? ነታ ኣብ ጋዜጣ ሓዳስ ኤርትራ ተጠሪዛ ዝነበረት መጽሓፍ እናመልከተት ሓተተትኒ። ኣይኮነትን ናይ ባይሎጂ'ያ። በልክዋ። ኣደ እዚ ትምህርቲ ዝስልችወካ እንድዩ። ኣብ ክላስ፣ ኣብ ላይብረሪ፣ ኣብ ገዛ፣ ኣብ ዕረፍቲ እንካ ነቲ ሓንጎልካ ዛንዮ። ኣብ ኢዳ ዝነበረት መጽሓፍ ሰንቢያትለይ ከደት። እታ መሃንና ዝጠፍኣ መጽሓፍ። ብፍቕሪ ኢና ንነብር ትብል ናይ ጎይትኦም ጊለ መጽሓፍ እያ ነይራ። ኣብ ህይወተይ ንመጀመርያ ግዜ ብጓል ክሓስብ ጀመርኩ። ኣብ ህይወተይ ንመጀመርያ ግዜ ብጓል ክሓስበሉ ዝጀመርኩ ዕለት ኣብዚ መዓልቲ እዩ ነይሩ። ንዓይ ብክርድኣኒ ዘይከኣለ ምኽንያት ኣብ ሓሳብን ውጥን ቅልቅል እናበለት ክትመላለስ ጀመረት። ሽዑ ምሸት ድማ ንፈለማ እዋን'ቲ ካብ ትምህርቲ ወጻኢ መጽሓፍ ከንብብ ጀመርኩ። ዕድመ ንእስነት እንተዘይተቖጢብካ ፈትን ፈትን እዩ ዝብለካ። መጽሓፍ ፍቕሪ ኢና እነብር ኣብ ህይወተይ ሓድሽ ኩነተ ኣእምሮ እያ ፈጢራ። ሄኖስ እቲ ኣብታ መጽሓፍ ዘሎ ጅግና ፍቕሪ ሸውሃት ልበይ ኣርሕዩ ፍቕሪ ፍቕሪ ተጻዋት ዝብል ቃጭል ኣብ ኣእምሮይ ክድውል ኣገዲድኒ እዩ። እቲ ዕንደራ ናይዞም ገጸ ባህሪ መሃነነ ኣጥፊኡ ኣብ ባህሊ ዓለም ክጋጥመኒ ኣመነ ተመንዮ እቲ መሳጢ ዋሕዛንት እሞ ንመን ዘይሕነን። ሰሙን ምሉእ ኣብ ቤት ትምህርቲ ብሳሌ ኣብ ገዛ ብሄኖስ እናተበራረሩ ነቲ ትምህርቲ ትምህርት ዓቢ ፍልጠት ሃብቲ ዝብል ኣብ ህጻንነተይ ዝተወቕጠት ሓንቲ ዜማ እናዘየመ ዝነብር ዝነበረ ኣእምሮይ መጀመርያ ኣእምሮይ መጀመርያ ፍቕሪ ኣብ መን ተጀመረ ትብል ካልኣይቲ ደርፊ ተለቂሖም ኣረከቡ። መቸስ ሰብ በብዓውዱን ዝምባልኡን ንፉዕ እዩ። ኣነ ብትምህርቲ ጠሃ እንተ ነይረ፣ ሳሌም ድማ ኣብ ዓውደ ፍቕሪ ጁልየት ክልዮፓትራ ምበልኩዋ። ጓል ክንደይ ዓመት ከላ ዓውዲ ፍቕሪ መጽናዕቲ ጀሚራ ኣይፈልጥን እየ ግን ቀንጠስጠስ እናበለ ልቢ ጎበዝ ዝቕንጥስ ብልሓት ኣለዋ ቀበጥበጣን ሕግብግባን ንዓይ ኣብ ሰሙን ዘይበጽሕ ምሉእ ብምሉእ ተቖጻጸረኒ ኣብ ሳልሳይ ሰሙነይ ዳርጋ ናብ ዕብዳን ፍቕሪ ኣምሪሐ ኣብ ታሪኽ ምሁረይ ገይረይ ዘይፈልጥ ክላስ ክቐጽዐ ደድሕሪኣ ዘብዘብ ክብል ጀመርኩ እታ ደም ጥራይ ምጭንጓዕ ትፈልጥ ዝነበረት ልበይ ፍቕሪ ናብ መላእ ኣካለይ ክትብትን ጀመረት። ኩሉ ናይ ትምህርቲ ነገር ፋሕፋሕ ኢሉኒ፣ የዒንተይ ከቋምትኣ፣ ኣፍንጨይ ምኡዝ ሽትኣ ክሽትታ፣ ኣጻብዕተይ ኣጻብዕትኣ ክጭብጣ ብህርፋን ተባሓትኩ። መዓልታዊ ምርኻብና ዝፈጠሮ ንተሓባእ ባርያተይ ኣብ ሳሌም በጺሑ ፍጹም በረሶ። ካብ ዕለታት ሓደ መዓልቲ ኣብ መዛናግዒ ኣምሲና ንገዛ ክፋኖ ኣብ ሓደ ጸላም ምስ በጻሕና እታ ጎኒ ጎነይ ትኸይድ ዝነበረት ሳሌም ሃንደበት ኣብ ቅድመይ ግትር ብምባል ዓይኒ ዓይነይ ክትጥምተኒ ጀመረት። ወርሒ የዒንታ ማንታ ብልሒ ከም ዝሓዘለ ንልበይ ክጠባብሖ ጀመረ። ልበይ እውን ከም ተፌቶ ተሓቆነት። ዲም ዲም እናበለት ንእዝነይ ኣጽመመቶ። እታ ኣብ ኩሉ ጉዕዞና ብድፍረት መሪሓትኒ ትጓዓዝ ዝነበረት ሳሌም፣ ሕጂ እውን እታ ኣነ ክገብሮ ዝነበረኒ፣ ንሳ ገበረቶ። ቀስ ኢላ ናባይ ብድሕሪ ምጽጋዕ ክልተ ኣእዳዋ ኣብ መንኩበይ ሰቒላ ድሕሪ ምሕቋፍ ልስሉሳት ከናፍራ ኣብ ከናፍረይ ኣዕረፈተን። ሽዑ እንታይ ይኸውን ከም ዘለኹ ምርዳእ ኣብየኒ። ስምዒታተይ ከም ጸባ ገንፊሉ ንነብሰይ እቆጣጠሮ። ብፍላይ እታ ከናፍረይ ብህርፍፎ ትጠብዎ ዝነበረት ሳሌም ልበይ ኣጥፈኣትለይ። ኣጻብዐይ ፍረታት ኣፍልባ ሃሳስ ክብላ ነብሰይ ምስ ነብሳ ተጣቢቑ ብዘይብኣኣ ኣብ ክቆመሉ ዘይክእል ደረጃ በጻሕኩ። ኣብ ህይወተይ እቲ በዅሪ ተመኵሮ ጾታዊ ምትንኻፍ ምንባሩ ንዓይ እቲ ዝበለጸን ዝመቀረን ናይ ህይወተይ ጾር'ዩ። ብድሕሪኡ ኣብ ዝዀነ እዋን ዳግማይ ከምኡ ዓይነት ምቁር ስምዒት ሃሰስ ኢላ ክረኽቦ ጸጊሙኒ'ዩ። እታ ምኵርቲ ሳሌም፣ ኣብ መዓሙቕ ስምዒት ጥሒላ ስርሓ ኣየቋረጸትን። መሊሳ እኳ ደኣ ናብ ዓሚቕ ምስዓም ኣትያ መልሓሰይ ክትቆራጥማ ደለየት። ስምዒታ ኢሳያስ ተዃዒኒ ቅልውልው በልኩ። ብሕልሚ እምበር ብጋህዲ ኣሎ ዘይበሃልክዎ ባህታ ምቁር ቃንዛን ንነፍሰይ ወረራ። ኣብ ጋህዲ ዓለም ምስ ሃላዋተይ ምንባረይ ኣየጠራጥረኒ። እቲ ተጸጊዐዮ ዝነበርኩ መንደቕ እንተዘይነብር ብርግጽ ንድሕሪት ዕልው ምበልኩ። ኣብ ህይወት ተዘማድነት እንተዘየለ ኩሉ ሃሳይ'ዩ። ኣነ ተልሚዴን ምስ ታምኩርት ሳሌን ኣብ ከምዚ ዓይነት ጸወታ ምእታወይ፣ ንስምዒተይ ልዕሊ ዓቕመይ ዝኾነ ፅዕነት እዩ ነይሩ። ባህታን ፍስሃን እውን ምድላው የድልዮ እዩ። ነዚ ዘይተዳለወ ኣካለይ ተሃስዩ ግን ምቁር ሃስያ። ንኽንደይ ዝኸውን እዋን ተጣቢቕና ፀኒሕና ኣይዝክሮን እየ። ብኸናፍራ ንኸናፍረይ፣ ብዕባታ ንደረተይ፣ ብሰለፋ ድማ ዝፈነወትለይ መጥቃዕቲ ነተን ተቖጺረን ዝሕቆና ዝነበራ ኣኽታ ቡጭ ከም ዝብለን ምስ ገበረትኒ፣ ብሓንሳብ ከም ኣብ ባሕሪ ዝጠሓል ዝወሓጦ ማዕበል ጸጥ በልና። ሽዑ ትንፋስ ሓጺሩኒ እንቃዕ እንቃዕ እናስተንፈስኩ ኣይተረድኣኒ። የፍቅረኪ ኣድመጽኩ ሳሌም ብዘይ ግብረ መልሲ ኣብ ሕቑፈይ ተሸጒጣ ድሕሪ ምጽናሕ ኣብ ከንፈረይ ኣፍኪሳ ድሕሪ ምስዓም ዳዊተይ መሲኒ ኸይድ ብምባል ንዘረባይ ጎስያ ተፋንያትኒ ኸደት።